መቅድመ ኩሉ ልዑል እግዚኣብሔር ኣምላክና ነዚ ክብ ዝበለ ክብረ በዓል ዳግማይ ትንሳኤን ሞለኮታዊ ምሕረት ናይ እየሱስ በዓልን ኣብጽሓና እናበልኩ ካብ እግዚኣብሔር ኣቦናን ካብቲ ቀዳሲናን መጸናኒዕናን ዝኾነ መንፈስ ቅዱስን ካብቲ ምሕረት ንምሃብ ልማዱ ዝኾነ ጎይታናን ኣምላኽናን መድሓኒናን ኢየሱስ ክርስቶስ ጸጋን ሰላምን ኣብ ልዕሌኻትኩም ይምጻእ እናበልኩ ዝተኸበረን ዝበለጸን ዝዓዘዘን ክብረ በዓል ንኹልኻትኩም ኣብ መላእ ዓለም በዚ ሚድያ እዚ ትከታተሉኒ ዘለኻትኩም እምነየልኩም እግዚኣብሔር ዝተመስገነ ይኹን ብጸጋ እግዚኣብሔር እምበኣር ናብዚ ክብ ዝበለ በዓል መጺእና ኣሎና። ሎሚ ዳግማይ ትንሳኤ ቢልና ነብዕለሉ ጎኒ ጎኑ ከኣ እቲ ዝተንሰኣ ክርስቶስ ብመሰረት ቃሉ ምሕረት ንመላእ ዓለም ዝእውጀሉ ኣብ ገጹ ምሕረት ርኢና ምሕረት እግዚኣብሄር ኣቦ ነስተማቕረሉ ሓጥኣን ናብ ክርስቶስ መጺኦም ዝወሃሃድሉ ቡራኬን ምሕረትን ዝረኸብሉ ፈውስን ጥዕናን ዘስተማቕርሉ ብሓድሽ ህይወት ዝነብርሉ ክብረ በዓል ስለዝኾነ ከኣ ኣብቲ ልጡርጊያዊ ካለንደራትና ሓደ ካብተን ዝዓበየን ዝዓዘዘን ዝበረኸን በዓል እዩ ክበሃል ይከኣል። ዳግማይ ዝብል ቃል ትርጓሜ ግሲ ናይ ግእዙ ካብቲ ካልኣይ ጊዜ ዝብል ትርጓሜ ይውክል። ትንሳኤ ከኣ ንሓደ ዝወደቐ፣ ረም ዝበለ፣ ዝሓጠኣ፣ ዝሞተ፣ ዝደቀሰ ህይወት ከም ምቕናዕ ወይ ከመትንሳእ የመልክት። እዚ ከኣ ናይ ምምላስ ኣንፈት ምቕያር ንምግላጽ ንጥቀመሉ ቃል እዩ። ተንሥኤ ከነስምዕ እንከሎና ንወዲ ሰብ ካብ ሓጢኣት ተንሥኤ፣ ካብ ሞት ተንሥኤ፣ ካብ ዝወደቖ ተሥኤ፣ ረም ካብ ዝበሎ ተንሥኤ የስምዕ። ንወልደ እግዚኣብሔር ንዝምልከት ከኣ ንሓጢኣትን ንሞትን ንድያብሎስን ንኹሉን ስዒሩ ንሲኦል ረጊጹ ብሓይሉ መለኮትነቱ ኣርእዩ ከም ዝተንስኣን ንኹሉ ፍጥረት ወዲ ሰብ ከኣ ድሕነትን ዘልኣለማዊ ህይወትን ከም ዝሃበ ካብቲ ከነዚሞ ዝጸናሕና ግእዛዊ ዜምኡ ከነስተማቕሮን ክንርድኦን ንኽእል። በዚ እምበኣር ዳግማይ ትንሳኤ ቢልና እንጽውዓሉ ምኽንያት ክርስቶስ ክልተ ግዜ ዝተንስኣ ዘይኮነ ንናይ ቶማስ ልቢ ሰቢሩ እንደገና ስለ ዝተንሰኣ እዩ። ንናይ ቶማስ ልቢ ሰቢሩ ኣትዩ ትንሳኤኡ ንቶማስ ስለ ዘበሰረ እዩ ዳግማይ ትንሳኤ ተባሂሉ ካልኣይ ሰንበት ናይ ትንሳኤ እነስተንትነሉ ብልጥርግያዊ ኣሰራርዓ ትርጉምን ክንርድኦ እንከለና እኖና ቅድስት ቤተ ክርስቲያን በዚ ዕለት እዚ ንነፍሲ ወከፍ ምእመን ነዚ ዕለት እዚ ኣብ ቅድሚ ኣዒንቱ ቀጂሉ ከስተንትኖ ዘለዎ ድሕሪት ተመሊሱ ህይወት ናይ ሃዋርያት እዩ ሃዋርያት ቅድሚ ዓርቢ ስቕለት ቅዱሳን ብምንባሮም ወይ ንእግዚኣብሔር የሱስ ክርስቶስ ተፈልዩ ብምንባሮም ኣዕንቲ መሕሰቢ ኣእምሮም ብመንፈስ ቅዱስ ዘይደልደለ መንፈሳውነቶም ክሳብ ክንድዚ ዘይማዕበለ ገሊኣቶም ከዓ ብተራ ንክርስቶስ ዝኽተሉ ነገረ ፈውሲ ሕመማት ነገረ ምምገብ ሓሙሽተ ሽሕ ህዝቢ ነገረ ንዝሞቱ ህይወት ምሃብ ንለምጻማት ምንጻሕ ተኣምራታት ምርኣይ ኩሉ ትርጉሙን ምስጢሩን ዓወቱን ክርድኡ ዓቕሚ ዝወሓዶም፣ ነገረ ስልጣን ምዝራብ ወዘተ ዝረኣዩ ዝነበሩ፣ ካብ ኩሎም ምርኡያት ንምዃን ከኣ ጸብለል ኢሎም ክርእዩን ብማሕላን ሕሉፍ ሓሊፎም ከኣ ንክርስቶስ ካባና መን'ዩ'ቲ ዝዓበየ ቢሎም ናይ ዘይብስለት ሕቶ ንክርስቶስ ከቕርቡሉን ዝምስክሩሉን ዝነበሩ ምዃኖም'ዩ። ስለዚ ቶማስ ካብዚኣቶም'ዩ ዝመጽእ ዘሎ። ኣብ ከምዚ እተሓሳስባ ዘለዎም እቲ ክርስቶስ ኩሉ ዝገበሮ ተኣምራት እቲ ኩሉ ክርስቶስ ዝገበሮ ድንቂ ኣብዚ ምድሪ እዚ ዘምጽኦ ዕላማ ብምሉኡ መንፈስ ቅዱስ ከይመጸ ነዚ ብስለት እዚ ክዕሙቕዎ ስለ ዘይክእሉ ናይዚ ውጽኢት እዚ እዩ እናረኣኻ ዘይምእማን ናይሰማእናሰማዕካ ዘይምስማዕ ኣብ ሃዋርያት ደጋጊሙ ክኽሰት ዝኸኣለ ኩነት ኢና ንርእዮ። ነገረ ስቕለት ምስ መጸ ኸኣ ነገረ ሕማማት፣ መግረፍቲ፣ ምስ ተጋህደ፣ ነገረ መሪር ጽዋዕ ምስታይ ምስ መጸ፣ ክርስቶስ ክሽንከር፣ ጡፍ ክበሃልሉ፣ ብዝጠቕሙን ዘይጠቕሙን ክሰሓብን ክጉተትን ኣብ ዝተራእየሉ ዘመን ከኣ፣ ኣብ ውሽጦም ዘሰላሰልዎ ትጽቢት ክውንነት ስለ ዝተጋጨወ ብኻልእ መንገዲ ይርእይዎ ስለ ዝነበሩ ፋሕ ጨንገራሕ ክብሉ ኢና ንርእዮም። ስለዚ ካብ ባዶ ዝመጸ ነገር ኣይኮነን፣ ሕሉፍ ህይወቶም እዩ ዝመጽእ ዘሎ። ዘይብስለት፣ ነቲ ምሳኻ ዝነብር ዘሎ ወልደ እግዚኣብሄር ዘምጽኦ ዕላማ ዘይምርዳእ፣ ከም ተራ እናሰዓብካዮ ምኻድ፣ ውሽጢ ዘይበሰለ ጌና ክፍተሽ ዘለዎ፣ እቲ ውሽጢ ብምሉኡ ወጺኡ መንፈስ ቅዱስ ምስ ሓደሮ ግና ኣብ መወዳእታ እቲ ክበሃል ዘለዎ ጸኒሕና ክንሰምዖ ኢና። ኩሎም ከኣ ሓዲጎሞ ሃደሙ፣ ነጸላ ዝተኸድኖ ጎበዝ ኣብ መንገዲ ተጓነፎ። ስምኦን ቀረናዊ ይበሃል። ንቑሩብ እዋን መስቀሉ ተሸኪሙ ከኣ ነቲ መስቀል ገዲፉ ነጸላኡ ሒዙ ከደ። ክርስቶስ የሱስ ሰብኣዊ ድኻም ሚዛኑ ማዕረ ክንደይ ፈኲስ ከም ዝኾነ ስለ ዝርዳእ ግን ንኹሉ ጥልመቶም ገዲፉ ነቲ ብሰንኪ ስቕለቱ ዝኣተዎ ሰለሎ ጉድኣት ፍርሕን ራዕድን ንምድንጋጽ ትንሳኤ ጥራሕ እዩ ነዞም ሰባት እዚኣቶም ከሕውዮም ዝኽእል፣ ከረድኦም ዝኽእል ብምሕሳብ ብዓወት ንሞት ውሒጡ ምስጢር ኣብ ናይ ገዛእ ርእሱ ሓጢኣት ዝሞተ ኣዳም ገንሸል ብምዃን ንጹሕ ደም ብምኽፋል ብዝተሰብረ ድልድል ርክብ ምስ እግዚኣብሄር ብምግባር ኣቦን ወድን ምስ እግዚኣብሄር ክዕረቑ ንሱ ማእከላይ ዓራቒ ኮይኑ ኣብ መስቀል ሞይቱ ንሞት ስዒሩ ንሓጢኣት ደምሲሱ ንድያብሎስ ኣምበርኪኹ ንሲኦል ዓጽዩ ንመንግስቲ ኣምላኽ ከፊቱ ከም ዝተንስኣ ኢና ንርዳእ እዚ እቲ ምስጢሩ ነዚ ክገብር ግን እታ ንሕና እንፈልጣ ግንንቲ መዓልቲ ፋሲካ ጥራሕ ኣይኮነትን ኣድልያቶ ኢየሱስ ንኣርብዓ መዓልቲ እዩ ስዒብዎም ሳብ ኣርብዓ መዓልቲ ተራእይዎም እዩ ከብስሎም ነይሩ። በታ ሓንቲ መዓልቲ ፋሲካ ትረኣ ጥራሕ እምነት ኣይነበረን። በታ መዓልቲ ዓወት ንዑ መዓልቲ ዓወት እያ ሓንሳብ ንሓዋሩን። ንዓታቶም ግን ጌና ከብስሎም ኣለዎ፣ ውሽጦም ክበስል ኣለዎ። ነርብዓ መዓልቲ ዝኣክል ከኣ ሰዓቦም። እናተራእዮም መንግስቲ ኣምላኽ እናነገሮም ከኣ ናብ ሰማይ ከም ዝዓረገ ኢና ንፈልጥ። ነዚ ኸኣ እዩ ጸሓፊ ግብሪ ሃዋርያት ዝኾነ ሉቃስ ኣብ ምዕራፍ ሓደ ሰለስተ እንታይ ይብል? ድሕሪ ስቅያቱ ኣርብዓ መዓልቲ እናተራእዮም ብዛዕባ መንግስቲ ኣምላኽ ከኣ እናነገሮም ብብዙሕ መፈለጥታ ብብዙሕ ተኣምራታት ሕያው ምዃኑ ርእሱ ከም ዘርኣዮም ጽሒፈልካ ኣለኹ ይብል። ኦ ቴዎፍሎስ ወመፍቀሪ እግዚኣብሔር ዝኾንካ ጽሒፈልካ ኣለኹ። እቲ ክርስቶስ ዝገበሮ ንሃዋርያቱ ብትንሳኤ ጥራሕ ዘይኮነ ክሳብ ዕለተ ዕርገቱ ብዙሕ ነገራት እናርኣዮም እናምሃሮም ከም ዝኸደ እዩ። በዚ እምበኣር እንታይ ንርዳእ? ናይ ሃዋርያት ሓደ ክፍሊ ንርዳእ፣ ካልእ ክፍሊ ከዓ ኣለዉ። እቲ ካልኣይ ክፍሊ ብዘይ ተስፋ ቁርፀት ክሳብ መቓብር ብምኻድ ኩነታቱ ክፈልጣ ዝነበረን ኣንስቲ ሒደት ካብ ቅዱሳን ኣቦታት ሃዋርያት መጀመርያ ሰሙን ትንሳኤ ግሁድ ዝተገልፀሎም እኖና ቅድስት ቤተክርስቲያን ነዚ ዓቢ ድሕነት በሪ ዘርኢ ምስጢር ዝተጋህደሉ ዝፈረሰ ድልድል ወዲ ሰብን እግዚኣብሔርን ብገንሸል ምድሓን ዝተነጸረሉ ወይ ዝተነጽገሉ እምነት ክርስትና መደምደሚኡ ትንሳኤ ምዃኑ ዘበሰራ ኣንስቲ ኢና ንርዳእ ስለዚ ክልተ ሕይወት እዩ ነይሩ ናይ ሃዋርያት ምፍራሕን ምህዳምን ኣብ እምነት ዘይምጽናዕን ንክርስቶስ ጠንጢንካዮ ምኻድን ኣብ ተስፋ ቁርጸትን ፍርሒ ምእታው ተስፋ ብዘይ ምቑራጽ እዚ ኣብ ዓድና መጺኡ ዘሎ ክቡር ሰብ እንታይ ኮን እዩ ክገብር መወዳእትኡ እዚ ነቢ እዚ ብምባል ከኣ ተስፋ ትንሳኤ ክሳብ መወዳእታ ክከታተላ ዝጸንሓ እሞ በዘን ሰባት እዚኣተን ገይሩ ከኣ ተስፋ ትንሳኤ ብምብሳር ንሃዋርያት ከኣ መጺኦም ንክርእዩ ዝዓደመ እዚ ክብረ በዓል እዚ ትንሳኤ ቢልና ንጽውዖ። ጾመ ልጓም ፈቲሕና ንብስራት ትንሳኤና ክንዝክር መታን ከኣ ሰንበት ዘትንሳኤ ኢልና ንጽውዓሉ። ካብ ውድቀት እወ ዝተላዓልናሉ፣ ካብ ጸልማት ናብ ብርሃን፣ ካብ ሞት ናብ ሕይወት፣ ካብ ግዝያውነት ናብ ዘለዓለምነት፣ እወ ካብ ሓጢኣት ናብ ጽድቂ፣ ካብ ኣረጊት ሰብነት፣ ኣረጊት ኣተሓሳስባ፣ ኣረጊት ኣነባብራ፣ ሓዲስ ሰብነት ብክርስቶስ ዝወሰድናሉ ዕለት ፋሲካ ተባሂሉ ይፍለጥ። ነገረ ፋሕ ጭንግራሕ ናይ ሃዋርያት በታ ቀዳመይቲ መዓልቲ ናይ ሰሙን ኣየብቅዕን። ገለ ካብቶም ሰዓብቲ ኣበው ብብስራት ትንሳኤ ተፈሲሖም እንከለዉ ገሊኣቶም ተሓጒሶም እንከለዉ ገሊኣቶም ግን ዕድል እዛ ዕድል እዚኣ ርሒቓቶም ነበረት ኣብዚ ንርድኦ ክቡራን ብክርስቶስ ኣሕዋተይን ሓተይን ኣብ ኣዘራርባና ገለ ሰባት ክዛረቡ እንከለዉ ምርኣይ ምእማን እዩ ቢሎም ንዓለም ሓደ መሰረታዊ ዝኾነ ስነ ሓሳብ ኣቐሚጦምላ እዚ ኸኣ እንታይ ማለት እዩ? ብግምጣሉ ካልእ ሓደገኛ ዝኾነ ቃል ኣለዎ ማለት እዩ። ዘይረኣኻዮ ኣይትእመን፣ ዘይትጭብጦ ኣይትሓዝ፣ ዘይትጭብጦ ኣይትስገደሉ፣ ዘይትርእዮ ኣይተምልኮ ዝብል ኣብ ውሽጡ ኣለዎ እዚ ቃል እዚ። ሰባት ግን ኣብ ከናፍሮም ኣብ ልሳኖም እዚ ቃል እዚ ተወቂጡ ኣሎ። ምርኣይ ምእማን እዩ እናተባህለ ከም ቅቡል ነጥቢ ዝውሰደሉ ዘመን እዩ። ኣብ ክርስትና ግን ከምኡ ኣይኮነን። እንታይ ደኣ እምነት ነቲ ብዓይንኻ ዘይረኣ ከም ዘሎ ክውን ዘረጋግጽ እምነትካ እዩ። ቅዱስ ሓዋርያ ቶማስ እውን ከይረኣኹ ኣይኣምንን እየ ጥራይ ኣይበለን። ወሲኹሉ እዩ። ኣእዳዉ ናብተን ዝተንሸንከራ ኣካላቱ እንተዘይዳህሲሰ ክሳደይ ንኻራ ኣይኣምንን እየ ንኹሎም ናይ ዓይኒ መሰኻኽር ኣሻፈረኝ ብምባል ከኣ ንምስክርነቱ ውዱቕ ገበሮ። ርኢናዮ ኢና እናበልዎ እንከሎ፣ ሰላም ኢሉና፣ ኣብ ዕጹ መጺኡ ሰላም ኢሉና እናበሎ እንከሎ፣ ከይረኣኹ ኣይኣምንን'የ፣ እቲ እተሸንከሮ ኣእዳወይ ከይመለስኩ ከይዳህሰስኩ ዝኣምኖ ምኽንያት የብለይን፣ ኣይትጽዓሩ ኢልዎ። እቶም ደቂ መዛሙርቱ በዛ ሓዚኖም እዮም ርግጽ እዩ ግን ኣብ ሓደ ነገር ነስተብህል ኣምላኽነት ናይ ክርስቶስ ኣብዚ ዝመጽእ ሃዋርያት ደብዳቤ ጽሒፎም ቶማስ ሲ ከምዚ ኢሉና በጃኻ ንዓ መጺእካ ኣረዳኣዮ ኣጠንቅቆ በጃኻ ኣይበልዎን ልብን ኩናለትን ዝምርምር ኣምላኽ ስለዝኾነ ናይ ቶማስ ሓሳባት ኣቐዲሙ ፈሊጥዎ ነበረ። ድሕሪ ሰሙን ንቶማስ ዘእምን ኩሉ ድልየታቱ ዘስምር ምስቶም ብዘይ ምርኣይ ብኸምኡ ብፍስሓ ዝዓገቡ ዝሕብር ንሱ ብዘይገመቶ መንገዲ ክስተት ተፈጺሙ። ቶማስ ኣብ ኣእምርኡ ኣብ ኣተሓሳስብኡ ክርስቶስ ማዕጾ ከይኳሕኩሐ ፍኒስትራ ከይኳሕኩሐ ብመንፈሱ ብመለኮቱ ኣትዩ ኣብ ቅድሚኦም ክመጽእ ኣይሓሰቦን፣ ኣይተጸበዮን። እዚኣ እታ ንማዕጾ ከይኳሕኩሐ ፍኒስትራ ክፈቱለይ ከይበለ መንፈሱ ብሓይሊ ነቲ ገዛ'ቲ ምእታው ማለት ናብ ናይ ቶማስ ዕጹው ልቢ ደንዳና ልቢ ንእግዚኣብሄር ዘይኣምን ልቢ ሴርካ ነቲ ኣብ ውሽጢ ሒዝዎ ዘሎ ናይ ዘይምእማን ሓይሊ ንዕኡ ጎትጒትካ ኣውጺእካ ሰላም ንዓኻ ይኹን ካብ ዝብልን መንፈስ ኣምላኽ ዝሓለፎ ህይወት ምብራኽን ቶማስ ሓድሽ ሰብ ንኽገብር እዩ ኢየሱስ ኣብዛ ሰንበት እዚኣ ዝመጽእ ዘሎ ከም ልማዱ ከኣ ከምቲ ኩሉ ግዜ ዝገብሮ ንሃዋርያቱ ኣብ ዕጹው ማዕጾ መጺኡ ሰላም ንዓኹም ኢልዎም ነይሩ ዝሓለፈ ሰሙን፣ ሕጂ ኸኣ እንታይ ይብሎም ኣሎ? ሰላም ንዓኻትኩም ይኹን። ርኣኹም? ኣብ ውሽጡ ሰላም ዘይብሉ ሰብ ንናይ እግዚኣብሄር ነገር ክርዳእ ኣይክእልን እዩ። ውሽጡ ንመንፈስ ቅዱስ ክፉት ዘይኮነ ሰብ ንእግዚኣብሄር ክፉት ዘይኮነ ሰብ ንናይ እግዚኣብሄር ነገራት ክርድኦ ኣይክእልን እዩ። ልቡ ንእግዚኣብሄር ዘይተኸፍተ ሰብ እግዚኣብሄር መጺኡ ክኣቱ ይክእልኒ ኣብቲ ልቢ እቲ እግዚኣብሄር ጥራሕ እዩ ክሰብሮ ዝኽእል ስለዚ ናይ ቶማስ ኣተሓሳስብኡ ስጋብ ዓንቀሩ ዝነበረ ሪኤ ክኣምን እየ ዳህሲሰ ክፈልጥ እየ ካልእ ግን ንስኻትኩም ኢልኩምኒ ንስኻትኩም ብጾተይ ነጊርኩምኒ ኢለ ዝኣምኖ ምኽንያት መጺኡና ምሳና ውዒሉ ሰላም ኢሉና ትብሉ ዘለኹም ኣነ ዝኣምኖ ኣይኮንኩን ብፍጹም ኣይኣምንንየ ኢየሱስ ከኣ መጺኡ ሰላም ንዓኻትኩም ምስ በለ ካልእ ኣይተዛረበን። ቶማስ ንዓ ኢልዋ መጺኡ ረኣየኒ ኢልዋ። ኣእዳውካ ሽንካረይ ረኣዮ ዳህስስ ኢድካ ከኣ ኣብ ጎነይ ምለስ። ሓደ ነገር ግን ክነግረካ ኣማናይ እምበር ዘይኣማናይ ኣይትኹን። ንስኻ ስለ ዝረኣኻኒ ኢኻ ኣሚንካ። እቶም ከይረኣዩ ዝኣምኑ ግና ብፁዓን እዮም። ብኸምኡ እቲ ቅድሚ ወንጌል ብምሉእ ዜማ ዜዜምኩዎ ነዚ ነገር እዚ ንምንጽብራቕ እዩ፣ በቲ ዕለት እቱ ምሉእ ክዝየም ስለ ዘለዎ። ወለክሙሰ ብፁዓት ኣዒንቲክሙ ለርእያ ወኣእዛኒክሙ ለሰምዓ፣ ንስኻትኩም ዕድለኛታት ኮይንኩም ርኢኹሞ ነዚ፣ ኣእዛንኩም ሰሚዐን ቃለይ፣ ኣዒንትኹም ከኣ ርእየናን እየን፣ እቶም ከይረኣዩ ዝኣምኑ ግን ብፁዓን እዮም። ኣብዚ ዘመን ዘሎ ክርስትና ኣመንቲ ኢና እቶም ዝበለጸ ካብ ናይ ሃዋርያት ንክርስቶስ ብምእማን ንነብር ዘሎና። ቶማስ ሃዋርያ ክብላ ዝኸእል ሓንቲ ነበረትን እቲ ንሰለስተ ዓመት ዝመሃሮ ኣምላኹ ኣብ ቅድሚኡ ሕጂ ጻዕዳ ኣንጸባራቒ ክዳን ገይሩ ማዕጾ ከይኳሕኩሐ ፍኒስትራ ክፈቱለይ ከይበለ ብሓይሉ ናብቲ ገዛኣቲ ሰላም ክብሎም ስለ ዝደንገጸ እሞ ኸኣ እቲ ህላዊኡን እቲ ዘንጸባርቕ መልክዑን ብምርኣዩ ሓንቲ ክብላ ዝኸኣለ እሞ ንህይወቱ ዝቐየረት ቃል እንታይ ነይራ? ጎይታይን ኣምላኸይን ቅድስት ቤተ ክርስቲያን ሎሚ በዚ ዕለተ ሰንበት ናይ ዳግማይ ትንሳኤ እና እንሓስቦ ናይ ትንሳኤ ፋሲካ እነስተንትነሉ ቅዱስ ሓሳብ እዛ ነገር እዚኣ ክንብል እያ ትጽውዓና ናይ ሎሚ ሰንበት ዕድመ ጎይታይን ኣምላኸይን ዝብል ቃል ኣብ ህይወትና ክንለማመድ ንእግዚኣብሔር ኣምላኽና ንመድሓኒና የሱስ ክርስቶስ ኣብ መስቀል ዝሞተልና ጎይታይን ኣምላኸይን ብኣኻ እተኣማመን ብኣኻ እኣምን ብኣኻ እተኣማመን ዝብል ምስቲ ናይ ዕለቱ ናይ መለኮታዊ ምሕረት በዓል ዝኸይድ እዩ። ቅዱስ ጳውሎስ ነዚ ከነጽረና ከሎ እንታይ ይብል? እወ ንስኻትኩም ግና ኣዒንትኹም ሪኣ ኣዛንኩምን ይሰምዓ ድሕሪ ኢሉ ኢየሱስ ጳውሎስ ነዚ ተቐቢሉ ኣብ ካልኣይ ቆሮንጦስ ሓሙሽተ ዓሰርተ ሽዱሽተ ደጊም ካብ ሕጂ ንንየው ብስጋዊ ኣረኣእያ ንሓደ እኳ ኣይንፈልጦን ኢና። ሽሕ እኳ ንክርስቶስ ብስጋዊ ኣረኣእያ ፈሊጥናዮ እንተ ነበርና፣ ሕጂ ከምኡ ጌርና ኣይንፈልጦን ኢና። ብእምነት ኢና ንፈልጦ። ብእምነት ኢና ንቐበሎ። ብእምነት ኢና ጐይታይን ኣምላኸይን እንብሎ። ብእምነት ኢና ንሕና ኣባኻ እተኣማመን እንብሎ እናበለ ሃዋርያ ጳውሎስ ይምስክር። ኣመንቲ ትንሳኤ እምበኣር ንሕና ብዓይኒ እምነት እምበር ብዓይኒ ስጋ ከም ዘይንነብር የብርሃልና ኣሎ። ብዓይኒ ስጋ ድሕሪና ኮይና ሎሚ ሰብ ኩሉ ነዚኣ እዩ ዝደሊ ዘሎ ሰብ ተኣምራት ይረኣ ኣሎ ኣብ ከምዚ ተኣምራት ይግበር ኣሎ ኣብ ከምዚ ዓዲ ሓደ ነብይ ይዛረብ ኣሎ ኣብ ከምዚ ዓዲ ሓደ ነብይ ይፍውስ ኣሎ ተኣምራት ተኣምራት ተኣምራት ኣብ ታሕቲ ውርድ እንተልካ ተኣምራት ኣብ ዘይብሉ ከ ኣይትኣምን ዲኻ መዓልቲ መዓልቲ እንዲኻ ተኣምራት ኣብ ስግኡን ደሙን ነፍሱን መለኮትን ኣብ ቅዳሴ ትርኢ ዘለኻ እንታይ ኮንካ ዘይኣመንካዮ ካብኡ ድዓቢ ካብ ቅዳሴ ላዕሊ ተኣምራት ኣለ ዲብዚ መሬት እዚ ካብቲ ክሰግደሉ ኣብ ቅዱስ ምስጢር ኣትዩ ዘሎ ኢየሱስ ክርስቶስ ስግኡን ደሙን ነፍሱን መለኮቱን ብሓቅን ብመንፈስን ዝሰግድሉ ክፍወሱ እዮም እናበለ እንከሎ ኣብኡ ዘይኣመንካ ተኣምራት ናይ ሰባት ክትከይድ እሞ ከዓ ገሊኡ ብሓሶት ብገሊኡ ከዓ ብናይ ሰይጣን ኣካይዳ ክትኣምን እትኸይድ ዘለኻ መዓልቲ መዓልቲ ቅድሚ ዒንትኻ እናረኣኻዮ ህብስቲ ናብ ስግኡ እቲ ወይኒ ዝቐረበ ንቅዳሴ ናብ ደሙ መንፈስ ቅዱስ ክልውጦ እናረኣናዮ እንኮለና ከመይስ ከመይ ኮይና ዘይንኣምን ንሕና ግን ሎሚ ካብዚ ንመሃር እንተ ኣሎ ኮይኑ እወ፣ ካብ ሕጂ ንኔው ንማንም ብስጋ ኣይክንፈልጦን ኢና። ንሕና እንፈልጦ፣ እወ፣ ብእምነትና ብምትእምማን ነቲ ፈጣሪ ዓለማት እግዚኣብሄር ብኸምኡ ኢና ንርድኦ ይብል። ኣብዚ እንታይ እዩ ዘረድኣና? ብዓይነ ስጋ ምርኣይ፣ ብኢድካ ስጋ ምትንካፍ ኣይንኽእልን ኢና፣ ኣየድልየናን እዩ። ኩሉ ምድራዊ ሕይወትና ብእምነትን ብምትእምማንን ኣብ ወልደ እግዚኣብሔር ክርስቶስ እዩ ዝህነጽ እዩ እቲ ምሥጢሩ። ከምቲ ኣብዚ ንባብ ክንሰምዖ ዝጸናሕና ናይ ወንጌል እውን እዚ ንስኻትኩም ምእንቲ ክትኣምኑ እዩ ተጻሒፉ ዘሎ። ስለዚ ኣሚንና ክንፈልጦ ኣሚንና ምእንቲ ክንስዕቦ ተባሂሉ እዩ። ቅዱስ ጴጥሮስ እውን ከይረኣኹሞ ተፍቅርዎ ሕጂ እውን ከይረኣኹሞ ብኣኡ ተኣምኑ ኣለኹም ነቲ ናይ እምነት መደምደምታ ዝኾነ ድሕነት ነፍስኹም ምስ ተቐበልኩማ ኸኣ ብኽንገር ዘይከኣል ክቡር ሓጐስ ትሕጐሱ ኣለኹም። ቀዳማይ ጴጥሮስ ሓደ ሸሞንተ ትሽዓተ ብሓቂ ኣገዳሲ ቃል እዩ ክደግሞ እየ። ከይረኣኹምዎ ተፍቅርዎ ኣለኹም፣ ከይረኣኹምዎ ኸኣ ብኣኡ ትኣምኑ ኣለኹም፣ ብክርስቶስ ማለተይ እዩ። ነቲ ናይ እምነትኩም መደምደምታ ዝኾነ ድሕነት፣ ብእምነትኩም ዝመጽእ ድሕነት፣ ነፍስኹም ምስ ተቐበለቶ ኸኣ ክንገር ዘይክእል ሓጐስ ኣብ ውሽጥኹም ክስምዓኩም እዩ። ስለዚ ምእማን ሓደ ዓቢ ሓይሊ ምዃኑ ክርድኣና ኣለዎ። ስለዚ ሎሚ ከም ቶማስ ተመሊስና ህይወትና ፈቲሽና ጐይታይን ኣምላኸይን፣ እግዚኦ ኣምላኬ፣ እናበልና ናብ ኣምላኽና ዕርቅናን ፈውስናን ክመጽእ ምሕረት ክንልምኖ የድሊ። ክርስቶስ ካባና ክርሕቕ ኢሉ ዘይኮነስ ንህላዌኡ ኩለንተናና ምእንቲ ክረኽቦ ንሓደ እኳ ምእንቲ ከይርሕቖ ኢሉ ንሰማይ ብኽብሪ ዝዓረገ እዩ። እወ እቲ ብስጋ ሰብ ተገልጸ ዝብሎ ኣብ ቀዳማይ ጢሞቴዎስ ሰለስተ ሽዱሽተ ብመንፈስ ጸደቐ፣ ብመላእኽቲ ተራእየ፣ ኣብ መንጎ ህዝቢ ተሰብከ፣ ኣብ ዓለም ተኣመነ፣ ብኽብሪ ዓረገ ዝብል ናይ እምነትና ብሩህ ርጉጽ ምስጢር እዩ። ንሱ ናብ ሰማይ ዓሪጉ ኣብ የማን ኣምላኽ ኣሎ፣ መላእኽትን ስልጣናትን ከኣ ሓይልታት ይግዝእዎ ኣለዉ። ስለዚ እዚ ሎሚ ንሕና ነኽብሮ ዘለና ኢየሱስ ክርስቶስ ድሮ ተንሲኡ ኣብ የማን ኣምላኽ መላእኽትን ስልጣናትን ኩሎም ሓይልታትን ዝግዝእዎን ዕስራን ኣርባዕተን ሰዓት ዘምልኽዎን እዩ። ሎሚ ንሕና እምነትና ፈቲሽና ምሕረት ምእንቲ ክገብረልና ብሓጢኣትና ብእከየ ብይም ኢልና እታ ሎሚ ምሕረት ክንቅበለላ ናይ መለኮታዊ ምሕረት ሰንበት ንሪኣ ዘለና እታ ክንብላ ንኽእል እግዚኤ ወኣምላኬ መሃር ወኣስተስሪ ምሕረትን ይቕሬታን ግበረለይ መሓረኒ ቢልና ኣብቲ ቅዱስ ልቡ ክንመጽእ ካብቲ ጎኑ ዝፈስስ ጨረርታ ብኣኡ ክንመሓር ነዚ ዕለት እዚ ብፍሉይ ክንሓስቦ የድሊ። ቅዱስ በርናርዶስ ብዛዕባ ሰባት ፍልጠት ሃልይዎም ከመይ ገይሮም ምስ እግዚኣብሄር ክንቀሳቐሱ ከም ዝግብኦም፣ ንፍልጠቶም ከመይ ገይሮም ወግዓዊ ክገብርዎ ከም ዘለዎም ክዛረብ እንከሎ ዝስዕብ ይብል። እንታይ እዩ ዘረድኣና እቲ ዝበሃል ዘሎ? ንስምዓዮ። ገሊኣቶም ንፍልጠት ክብሉ ጥራሕ ይመሃሩ፣ እዚ ድማ ብላሽ ዘይጠቅም እዩ። መንፈስ ኣምላኽ ተዘይተሓዊሶ፣ እምነት ተዘይተሓዊሶ ማለት እዩ። ህንጥይነት እዩ። ካልኦት ድማ ዓወት ጥራሕ ንክጭብጡ ይመሃሩ፣ እዚ ከዓ ንጥፍኣት መጀመርያ እዩ። ሕጂውን ገሊኣቶም ክእለቶም ሸይጦም ንስለ ክብርን ውዳሴን ከንቱን ይመሃሩ ወይ የጽንዑ። ካልኦት ግና ብመንፈስ ኣምላኽ ልዑል እምነትን ስለ ዘጽንዑ ካልኦት ግና ብእምነት ኣምላኽን ብልዑል መንፈሳውነትን ስለ ዘጽንዑ ንድሕነት ነፍሳትን ሓገዝ ነቶም ኣብ ድንቁርና ብዛዕባ ኣምላኽ ዘለዉ ንምፍዋስ ብቕድስና ብቕንኣት ይመሃሩ ይብል። ገለ ኸኣ ኣምላኽ ዝሃቦም ይብል ንቅድስና ገዛእ ርእሶም ይመሃሩ እሞ ኣስተውዓልትን ጻድቃንን ይገብሮም። ስለዚ ንቅድስና ገዛእ ርእስና ክንመሃር፣ ቃል እግዚኣብሄር ዝብለና ክንሰምዕ፣ ቤተ ክርስቲያን ትምህረና ክንሰምዕ ከነንብብን ምስ ጀመርናሉ ብመንፈሳውነት ኣብ ውሽጥና ኣቲና ንክርስቶስ ክሳብ ክንደይ ቦታ ሂብናዮ ከም ዘሎና እዞም ሃዋርያት እዚኣቶም ንሰለስተ ዓመት ምስኡ እዮም ተጓዒዞም። እቲ ኩሉ ዝገበሮ ክርድእዎ ኣይከኣሉን። ክርድኦም ዝኸኣለ መንፈስ ኣምላኽ ኣብ ልዕሊኦም ስለ ዝመጸ ኢየሱስ ነዚ ፈሊጡ እዩ እ ጽንሁ ተስፋሁ ለኣብ ተስፋ ኣቦ ተጸበዩ፣ መንፈስ ቅዱስ ኣብ ልዕሌኻትኩም ምስ መጸ ክትምስኩሩለይ ክትወጹ ኢኹም ኢሉ። ስለዚ መንፈስ ቅዱስ ኣብ ልዕሌና መጺኡ ክንምስክረሉ ክንወጽእ ክንክእል ብትብዓት ሎሚ ንህይወትና ፈቲሽና ምስ ምሕረት ኣምላኽ ኣብቲ መለኮታዊ ምሕረቱ በዚ ዕለት እዚ ክንሓስቦ ዘሎና ሓደ ዓቢ ነጥቢ እዩ። ኣብ ክርስቶስ ዘይምእማን ከምቲ ትማሊ ዝተማሃርናዮ ኣነ ኢየሱስ ክርስቶስ ምሕረት ክህብ እናበልኩ እንከለኹ ንምሕረተይ ከይቅበላ ወይ ከኣ ንምሕረተይ ዘይኣምና ነፍሳት ብኣታተን እቖስል ኣለኹ። ሎሚ እዚ ከነውጽኦ ካብ ሂወትና ባዕሉ ኣምላኽ እዩ ዝብል ዘሎ ክምሕር እናደለኹም ምሕረት እናገበርኩ እንከለኹ ዘይኣምና ነፍሳት ወይ ነዚ ምሕረት እዚ ክቕበላ ዘይደልያ ነፍሳት ብኣን ሓዝን ኣለኹ ኣየ ዝጽበየን መከራ ይብል ስለዚ ኣምላኽና መሓሪ እዩ ሓደጋ ሓጢኣት ደምሳሲ በደል መፍቀሪ ንስሓ ምሕረቱ ንዘለዓለም ጽድቁን ውሉድ ወለዶ ዝነብር ስለ ዝኾነ ኸኣ ሎሚ ከም ቶማስ ኣብ እግሪ መስቀሉ ኣብ እግሪ ታቦቱ ኣብ እግሪ ቁርባኑ ተንበርኪኽና እግዚኤ ወኣምላኬ ጎይታይን ኣምላኸይን ደግፈኒ መሓረኒ ኣባኻ ካብዛ ሰዓት እዚኣ ጀሚረ እተኣማመን ኣለኹ ምንም ጥርጥር ብዘይብሉ ብምሉእ እምነት ምሕረት ክትህበኒ ንዓይን ሓጢኣተኛ ቢልካ ከም ዝሰራዕካዮ ይኣምን ኣለኹ ኣብቲ ካልኣይ ንባብ ዝሰማዕናዮ እውን ኣብ ራእይ ዮሃንስ ዝረኣዮን ቅድስት ፋውስቲና ዝረኣየቶን ሓደ እዩ ናራ ኣስተውዒልናሉ እንታይ እዩ ነይሩ ዮሃንስ ዝረኣዮ በቃ ዘንፀባርቕ ኣዒንቱ ከም ሓጎዶ ሓዊ ዘለዎ ክብሪ ዘለዎ ናይ ትንሳኤ ክብሪ እዩ ርእዩ ኣዝዩ ኣንፀባራቒ ዝኾነ እዩ ርእዩ ነዚ ነገራት እዚ ኩሉ ከዓ እንታይ ኢሎ ፀሓፎ ኢሉ ንቅድስቲ ፋውስቲና ክረኣያ እንከሎ ከዓኒ እወ ፃዕዳ ክዳን ዝተኸድነ እወ ካብ ጎኑ ክልተ ጨረርታ ዝወፅእ ማይን ደምን እዩ ኣርእይዎ። ነዚ ኸኣ ጸሓፍዮ፣ ነዚ ስእሊ እዚ ሰኣልዮ፣ ንዓለም ከኣ ድሕነት ምእንቲ ክኸውን ኣበስርዮ፣ መጀመርያ ኣብ ገዛኻ ሓዝዮ፣ ዓለም ምሉእ ከኣ ኣብ ኣባይት ትሓዞ። ነዛ ከምዚኣ ዝገበረ እሞ ብምትእምማን ናባይ ምሕረት ክቕበል ዝመጸ ክምሕሮ እየ፣ ወሓዚ ጸጋታተይ ከኣ ኣብ ልዕሊ ነፍሲ ወከፍ ነፍሳት ከብዚሕ እየ ዝበሎ ልክዕ እቲ ዮሃንስ ዝረኣዮ የሱስ ክርስቶስ ኣብ ሰማይ ከቢሩ ዘሎ ብመላእኽቲ ዝውሰን ብሓቂ ክገልጾ ስጋብ ዝ ተመሲጠ ነበርኩ ኣብ ደሴት ጳጥሞስ ዝበሎ ብተመስጦ ዝረኣየቶ ፋውስቲና ኸኣ ሎሚ ንዓና እዚ ፈዋሲ ዝኾነ እኳ ደኣ ንሓጢኣተኛታት ቀዳማይ መሰል ዝህብ ኣምላኽ ምዃኑ ክንርድኦ ነድሊ የድሊ ክቡራን ብክርስቶስ ኣሕዋተይን ኣሓተይን ኣብ ዕብራውያን ሰለስተ ዓሰርተ ክልተ እስከ ንርኣይ ኣሕዋተይ ካባኻትኩም ሓደ እኳ ካብቲ ሕያው ዝኾነ እግዚኣብሄር ዝርሕቕ እኩይን ዘይኣምንን ልቢ ክህ ከይህልዎ ተጠንቀቑ እኳ ደኣ ሎሚ ክንገረኩም ክዝረበኩም እንከሎ፣ ብናይ ሓጢኣት ምትዕሽሻው ናይ ሓደ ሰብ ልቢ ምእንቲ ከይተርር፣ ኣብ ጸጽባሕ ንሓድሕድኩም ተመዓዓዱ፣ ተመሃሃሩ። ነታ መጀመርያ እምንቶና ክሳብ መወዳእታ ኣጽኒዕና ንሓዛ። ብየሱስ ክርስቶስ ምእማን፣ ምትእምማን፣ ክሳብ መወዳእታ ኣጽኒዕና ንሓዛ። ብምሕረቱ፣ ብቓሉ፣ ብመለኮቱ፣ ብስግኡን ደሙን፣ ዝህበና ዘሎ ዓበይቲ ዓወታትን ጸጋትን ክሳብ መወዳእታ ንሓዝ። መማቕልቲ ናይ ክርስቶስ ክንከውን ኢና። እዚ ኸኣ ሎሚ ድምፁ እንተ ሰማዕኩም ከምቲ እግዚኣብሄር ምእዛዝ ዝኣበኹምዎ ልብኹም ኣይተትርሩ። ሎሚውን ቤተ ክርስቲያን ድምፂ ትህብ ኣላ። ዕለተ መለኮታዊ ምሕረት እዩ። ኩልኻትኩም ሓጥኣን ናብ እግዚኣብሄር ተመሊስኩም ምሕረቱ ሕተቱ፣ በቲ ወሃቢ ምሕረት ዝኾነ ኢየሱስ ክርስቶስ መለኮታዊ ምሕረት ከኣ ተኣማመኑ፣ እተኣማመን በሉ። ብንስሓ መጺእኩም ከኣ ምሕረቱ ቅሰሙ ትብሎ ዘላ ነዚ ነገር እዚ ዘረድኣና። ስለዚ ሓደ ሰብ እኳ ንእግዚኣብሄር ዘይኣምን ተሪር ልቢ ከይህልዎ እግዚኣብሄር ነጊሩና እዩ ብህዝቅኤል ነቢይ ገይሩ። ናይ እምኒ ልቢ ውጽኤ ናይ ስጋ ልቢ ክህበኩም እየ። ዝሓስብ፣ ዘስተንትን፣ ዝሰግድ፣ ኣብ ኣምላኽ ዝተኣማመን ልቢ ክህበና ወትሩ ግዜ ልብና ክርስቶስ ኦፐሬሽን ክገብሮ ነቶም ዘይደልዩ ኣጋይሽ ዓጽዮምና ዘለዉና ኣምልኾ ንእግዚኣብሔር ምሕረቱ ከይንጥምት ዓጽዮምና ዘሎ ባእታታት ኩሎም ኣውጺኡ ባዕሉ ብቁርባን ተቐቢልናዮ ብቃሉ ተቐቢልናዮ ብስግደትን ኣምልኾን ርኢናዮን ኣስተማቒርናዮን ኣብኡ ክንተኣማመን እዚ ናይ ቅድስቲ ፋውስቲና መልእኽቲ በዚ ዕለት እዚ ኣገዳሲ እዩ ስለዚ ክልቲኡ ብሓቂ ትርጉም ዘለዎ እዩ ንቶማስ ጸዊዑ ንዓ ርኤ ኢልዎ ሎሚ እውን ንክርስቶስ ክንሪኦ እንኮለና ኣብ ቅዱስ ቁርባን ንክርስቶስ ክንሪኦ እንኮለና ኣብ መስዋዕቲ ቅዳሴ ሙሉእ ምትእምማን ከምቲ ትማሊ ዝበልክዎ ብጥርጥር ትልምንዎ ኣይትቐበሉን ኢኹም ኢሉ እዩ። ስለዚ ምስ ኣምላኽ ጥርጥር ኣይስርሕን እዩ። ክልተ ሕቶታት ከኣ ኣለዋ እግዚኣብሄር ዘይምልሰን፣ እንተን ስለምንታይን ኣብ እግዚኣብሄር መልሲ የብለንን። ብእምነት ዝመጸ ሰብ ግን ክመሓር፣ ሓጢኣተኛውን እንተኾነ ቀዳማይ መሰል ኣለዎ ዝበሎ ኢየሱስ ሎሚ ናይ ምሕረትና ዕለት፣ ሎሚ ናይ ምሕዳስና ዕለት፣ ሎሚ ናይ ለውጥና ዕለት ምዃኑ ክንፈልጥ የድሊ። ንጉዳይ ሃይማኖት ወይ ንጉዳይ እምነት ዝምልከት ኣብ ዓለምና ኣርባዕተ ዓይነት ሰባት እዮም ዘለዉ። ብኸምኡ ኸኣ እቲ ምሕረት ናይ ኣምላኽ ንኸየስተማቕሩ ጸጊምዎም ዘሎ። መን እዮም እዞም ሰባት እዚኣቶም? ቀዳማይ፣ ኣምላኽ ዝፈጠሮ ሰብ። ዝበሃሉ ኩላትና በርኣያን ኣምሳልን ክርስቶስ ዝተፈጠርና ንዓና ይውክል። ካልኣይ፣ ሰብ ዝፈጠሮ ሰብ ዝበሃሉ ኸኣ ኣለዉ። ወላ ሓንቲ ብዛዕባ ኣምላኽ ዘይተነግሮም ክንገሮም ዘይደልዩ ፍልስፍና ፈጢሩ ዘቆሞም ብእግዚኣብሄር ኣልቦነትን ኣንጻር እግዚኣብሄርን ፍልስፍናታት ዝቆሙ ክሳብ ለይቲሎሚ ዘይበለየሎም ሰባት ኣለዉ። ሳልሳይ መን ከም ዝፈጠሮ ዝጽበ ዘይተፈጠረ ሰብ ወመኑ ያርእየነ ሰናይቶ እናበሉ ዘእውዩ ምእመናን ማለት እዩ። ነፍሳት መን ከም ዝፈጠሮ ዘይፈልጥ ክፍጠር ጊን ዝደሊ ክልወጥ ዝደሊ ናይ ሂወቱ ሕቶ ክምልሸሉ ዝደሊ ከበድ ናይ ሂወቱ ኣብ ቅድሚ ኣምላኽ መጺኡ ክእለየሉ ዝደሊ ዘይተፈጠረ ሰብ ኣሎ ክፍጠር ተስፋ ዘይብሉ ሰብ ከ ኣሎ ተፈጢሩ ክነሱ ንተፈጥርኡ ነቲ እግዚኣብሔር ዝፈጠሮ ብምልኡ ክነብሮ ዘይደሊ ኣብ ተስፋ ቁርጸት ዝረከብ ሰብ ኣሎ ኣርባዕተ ዓይነት ሰባት ኢና ኣብዚ ምድሪ ዝንነብር ዘለና ኣምላኽ ዝፈጠሮ ሰብ ኩላትና እታ ብክርስቶስ ኣሚንና ንኸይድ ዘለና ሰብ ዝፈጠሮ ሰብ ብግጉይ ፍልስፍና ተፈጢሮም ኣንጻር ህላዊ ኣምላኽ ቆይሞም ዝነብሩ መን ከም ዝፈጠሮ ዝጽበ ዘይተፈጠረ ሰብ ጨኒቕዎ ዘሎ መንገዲ ሓቂ ዘርእዮ ዝሰብከሉ ስኢኑ ዘሎ ኣብ ጸልማት ዝነብር ህዝበይ ሰኣን ፍልጠት ይጠፍእ ኣሎ ዝበሎ እግዚኣብሄር እዩ ራብዓይ ክፍጠር ተስፋ ዘይብሉ ሰብ ተባሂሉ ካይጽዋዕ ተፈጢሩ ክነሱ ክሕደስ ክልወጥ ፍቓደኛ ዘይኮነ ካብ ምሕረት እግዚኣብሔርን ካብ ህላዌ እግዚኣብሔርን ኣዝዩ ዘፈንገጠ ዝወጸ እንተተነግሮ እንተተበሰሮ ዘይደሊ ኣንጻር ቤተ ክርስቲያን ተስፋ ቁርጸትን ኣብ ካልእ ሰይጣናዊ ሕይወትን ኣትዩ ብኣኡ ክዓግብ ዝመሰሎ ናይ ጸጋም መንገዲ ዝኸደ ብዙሕ ኣሎ እግዚኣብሔር ግና እዚ ይስዕብ እብል ኣሎኹ ምሕረተይ ቀረባ እዩ። ብእምነት ክንመላለስ ይሓተና ኣሎ። ቅዱስ ቶማስ ኣኲናስ ብዛዕባ እዚ ሰብ ከምዚ ኢሉ በዚ በብዓይነቱ መንገድታት ናብ ኩሉ ምንጭን መወዳእታን ዝኾነ ህላዌ ንምፍላጡ ክበጽሕ ይኽእል እዩ። ብእምነት ኣብ ትሕቲ ግዝኣት ክርስቶስ ብምምጻእ በብዓይነቱ መንገድታት ተጠቒሙ ናብቲ ምንጭን መወዳእታን ዝኾነ ናይ ህላዌና ምስጢር ክርስቶስ ክበጽሕ ይኽእል እዩ። እዚ ኸኣ ኩላቶም ኣምላኽ ቢሎም ይጽውዕዎ ነዚ ኣገባብ እዚ። ስለዚ ንኣምላኽ ከነናዲ ብዝተፈላለየ መንገዲ ንምጻእ እታ ድልየት ልብና ንእግዚኣብሔር ፈሊጥካ ኣብኡ ሰጢምካ ምንባር ክንዲ ዝኾነ ነዚኣ ክገብር ዝተበገሰ ህዝቢ እንተደኣ ኣሎ ኮይኑ እግዚኣብሄር ከም ዚባርኾን ከም ዚቕድሶን ከም ዚልውጦን ምሕረቱ ቀረባ ምዃኑ ዘለኣለማዊ ምሕረት ከም ዘስምዖ ክንሓስብ ኣሎና። እምበኣር ክድምድም ናብ ዕብራውያን ዝተጻሕፈት መልእኽቲ እንተድኣ ኣስተንቲና ዝስዕብ ይነግረና፣ በተን መዓልትታት እቲኣተን፣ በየናት ዕለት ማለት እዩ፣ ብኸምዚ ሎማዕንቲ ዕለት ማለት እዩ፣ በዚ ዳግማይ ትንሳኤ፣ በዚ ናይ መለኮታዊ ምሕረት ዕለት፣ ምስኣታቶም ዝኣትዎ ኪዳን እዚ እዮ። ንሕግታተይ ኣብ ልቦም ከንብሮ ኣብ ኣእምሮኦም ከኣ ክጽሕፎ እየ። ደጊም ምሕረት ምስ ረኸብና፣ ናብቲ ጀማሪ እምነትናን ደምዳሚናን ዝኾነ ክርስቶስ ምስ ቀረብና፣ ምሕረቱ ክንቅበል ብምሉእ ምትእምማን ኣብ ቅድሚ መንበረ ታቦቱ፣ ኣብ ቅድሚ ስግኡን ደሙን፣ ኣብ ቅድሚ ህላዌኡን መለኮቱን ምስ መጻእና፣ እግዚኣብሔር ዝስዕብ ክገብር እዩ። ኪዳን ክኣትወልኩም እየ፣ ንሕግታተይ ኣብ ልብኹም፣ ንቓለይ ኣብ ልብኹም ማለት እዩ፣ ከንብሮ፣ ኣብ ኣእምሮኹም ከኣ ክጽሕፎ እየ። ብኣኡ ክትጽልዩ፣ ብኣኡ ክትመላለሱ፣ ብኣኡ ኣሚንኩም ንህይወትኩም ክትቅይሩ፣ ብኣኡ ኣሚንኩም ክትምስክሩለይ፣ ብኣኡ ኣሚንኩም ጐይትነተይ ክትቅበሉ፣ ኣብ ትሕቲ ግዝኣተይ ክትመላለሱ፣ ነቲ ደንዳና ዝኾነ ልብኹም ኣውጺኤ፣ እወ ዘስተንትን ቃለይ ኣብ ውሽጥኹም ኪዳነይ ክተክል እየ ዝብሎ ዘሎ በዚ ዕለት ምሕረት ናይ መለኮታዊ ዕለት እዩ ማለት እዩ ስለዚ ክቡራን ብክርስቶስ ኣሕዋተይን ኣሓተይን ነዚ መሰረታዊ ዝኾነ ነገር ኣብ ቅድሚ ዒንትና ኣምፂእና እምበኣር ሎሚ እግዚኣብሄር ሎሚ ከምህረና ደልዩ ዘሎ በዚ ዕለተ ሰንበት እ፣ ቶማስ ዝኣመነሉ ዕለት ኢልና ንፅዋዓ ዳግማይ ትንሳኤ ንብሎ ዘለና ንቶማስ ኣብ ልቡ ኣትዩ ፈንቂሉ ስለ ዝተንስአ እዩ ነቲ ዘይኣማኒ ልቡ ነቲ ተጠራጣሪ ልቡ እ ኣብ ውሽጢ ኣትዩ ስለ ዘርኣየ እዩ ስለዚ እግዚኣብሄር እውን ሎሚ ነቲ ዘይኣማኒ ኣይተስእን ኣብ ህይወተይ ዋላ ሓንቲ ቦታ ይብሉን ዝብል ዘሎ ልቢ ንኸይመሓር ተዓፅዩ ዘሎ ልቢ ሎሚ ኣትዩ ሰባቢሩ ኣብ ቅድሚኡ ጠጠው ክብል እሞ ምሕረቱ ከስምዓና እሞ እወ ክንርዳእ እዩ ሓደ ነገር ግና ነስተብህል ደጊም ብምርኣይ ዘይኮነ ንሕና ብምእማን ብምትእምማን ናብ እግዚኣብሔር እምነትና ክብ ክብል ነቲ ወትሩ ግዜ ኣብ ዕለተ ዕለት ኣብ መስዋዕተ ቅዳሴ ንርእዮ ኢየሱስ ክርስቶስ ብስግኡን ደሙን ነፍሱን መለኮቱን ነቲ ኣብ ነፍሲ ወከፍ ኣብያተ ክርስቲያናትና ብስግደት ቅዱስ ቁርባን ንርእዮ እወ ንዓናን ንመላእ ዓለምናን መሓረና ቢልና እንሰግደሉ ኣምላኽ ብምትእምማን ክንነብር ኣንጻር ሓጢኣት ንገብሮ ቃልሲ ክዛይድ ብምሕረት ኣምላኽ ክንመጽእ ብጥዑስ ልቢ ክንመጽእ፣ ምስ ሕብረት ቤተ ክርስቲያን ክንነብር፣ ኣብኣ ክንስረት፣ ነዚ ዕለት እዚ መሰረታዊ ነገር እዮ። ስለዚ ሎሚ ኣብ ንነፍሲ ወከፍ ከናፍር ክትመጽእ ደልይዋ ዘሎ እግዚኣብሔር ቃል እንታይ እያ? ጎይታይን ኣምላኸይን። ቤተ ክርስቲያን ነዚ እያ ትደግም፣ ጎይታይን ኣምላኸይን። ባዕላ ቤተ ክርስቲያን ንክርስቶስ እንታይ እያ ትጽውዖ? ጎይታይን ኣምላኸይን፣ እግዚእ ወኣምላኬ። ነዚ ነዚ እውን ንሕና እናደገምናዮ ክንነብር እዩ ዝዕድመና ዘሎ እሞ ሎሚ ብሓቂ እዚ ዕለት እዚ ክብ ዝበለ በዓል ስለ ዝኾነ ከም ቶማስ ህይወትና ተቐይርና ተሓዲስና ነቲ ኣብ ልብና ኮይኑ ክምሕረና ዝኮኩሕ ዘሎ ነፍሳት ምሕረተይ ክቕበላ እ የድልየን ኣሎ ኣነ ከኣ ይህወኽ ኣለኹ ይርበጽ ኣለኹ ምሕረተይ ክህበን ፈውሰይ ክህበን ዝብል ዘሎ ነቲ ተረቢጹ ምሕረቱን ፈውሱን ሞሎኮታውነቱን ኣብ ልዕሌና ከንጸባርቆ መጺኡ ዘሎ ሞሎኮታዊ ምሕረት ኢየሱስ ክርስቶስ ጎይታናን ኣምላኽናን ብምትእምማን እ ትሕት ኢልና እ ብትሕትና ከም ቅዱስቲ ፈውስቲና ኣብ እግሩ ተንበርኪኽና ጎይታ መሓር መሃር ወኣስተስሪ መሓርን ይቕረ በሃልን ኢኻ'ሞ መሓረኒ፣ ኣንጽሓኒ፣ ኣባኻ እተኣማመን ኣለኹ፣ ኣባኻ እውከል ኣለኹ ዝበሎ፣ በዚ ነገር'ዚ ተቢዕና ክንነብር፣ ነታ ወትሩ ግዜ ኣብ ቅዳሴና ዘይትፍለ፣ ነታ ወትሩ ግዜ ኣብ ስቓይ ወዳ ዘይትፍለ፣ ነታ ወትሩ ግዜ ኣብ መለኮታዊ ወዳ ዘይትፍለ ኖና ኪዳነ ምህረትካ ምሳና ከም ዘላ ሓቢራ ትጽልየልናን ከም ኣደ ዀይና ተታትየና ኸም ዘላ፣ ንሃዋርያት ኣታትያ መንፈስ ቅዱስ ኪቕበሉ ኸም ዝገበረቶም፣ ሎሚ እውን ኣብ መላእ ዓለም ዚርከቡ ውሉደ ክርስቶስ ዝዀኑ፣ ብናይ ድያብሎስ ዓለም ስጋ ሰይጣን ምእንቲ ከይተሓዙ፣ ንሳ ኣብ ቅድሚት ኰይና እናጸለየት፣ ናብ ወዳ እናመልከተት፣ ምሕረቱ ክንቅበል ትዕድመና ዘላ ዕለት ስለ ዝዀነ፣ በዚ እውን ተቢዕና ምሕረት ናይ ክርስቶስ ክንቅበል ልዑል እግዚኣብሄር ኣምላኽና ቅዱስ ፍቓዱ ይኹነልና። ኢየሱስ ክርስቶስ